ሰላም ሰላም ጥዕና ይሃበለይ ኩቡራት ተኸታተልቲ ተኸታተልቲ መደብ ፊሊ ቲቪ ከም ወትሩ ሓደሽትን ኣዛራረብትን ጉዳያትን ሒዘልኩም ቀሪበ ኣለኹ ቅድሚ ናብቲ ጉዳይ ምእታውና ጊን ንኹሉኹም ኣብ ዘለኹሞ ሰላምን ቅሳነትን ከምኡ ውን ኣብ ዕለታዊ ስራሕኹምን ዓወትን ኣሳልጦን ክህልወልኩም ካብ ልበይ እንዳተተምነኹ ሎሚ ኣብ መደብና ብዛዕባ እዞም ንሕና ሂወትና ኣለና ንስኻ ተሰዋእ ዝብሉ ዘለዉ ተቓለስቲ ቲክቶከር ዶ ወይስ ዩቲበራት ክንብሎም ገለ ክንብል ኢና

ዋላ ሓንቲ ብርጌድ ንሓመዱ ብሉ ረቮሉሽን እዚ ኩቡር ጅግና ኣያና ዝጀመሮ ቃልሲ ኣብ ቦትኡ ኣብ መስመር እዩ ዘሎ። ከምኡ ውን ንስነ ጥበባዊ ካሕሳይ በርሀ ንምጽላም ዝግበር ዘሎ ዘመቻ ብትርኽ ንቃወሞ ኢና።
ዕረፍቲ ተኾይኖም ከም በዓል ካሕሳይ በርሀ ገለመለታት ንሕና ኣጆኹም ወረቐትና ምስ ረኸብና ዓዲ ዓዲ እንዳኸድና ነዚ ደምበ ተቓውሞ ክንደርፈሉ ኢና ገለ ብሉና ኔሮም ኣብቲ ሓቂ ክንዛረብ ኢና ከነውጽኣ ኢና ምሳና ጽንሑ ቪድዮና ክሳብ መወዳእታ ንምክትታል ኣይትረስዑ ንቻነልና ሓደሽቲ ዝኾንኩም ድማ ሳብስክራይብ ብምግባር ናይ ኩሉ ግዜ ሰዓትን ተኸታተልቲ ንኽትኮኑ በዚ ኣጋጣሚ እዚ ብኽብሪ እየ ዝዕድመኩም እምበኣር ናብቲ ናይ ሎማዓንቲ ሒዘዮ መጽየ ዘለኹ መደበይ ከበለኩም እየ ደጊመ ደጋጊመ ሰናይ ምክትታል። ሐራይ ክቡራት ተኸታተልትና ከም መጀመሪ ክኾነና ሕማቅ ታሪኽ ካሕሳይ በርሀ ጉሒላ ብምባል ፖስት ኢሎሞ ኣለው ብዙሕ ኣዘራራቢ ኮይኑ ዝተፈላለዩ ቻነላት ተቀባቢለን ናባኹም ኣቢሎሞ ድሮ ንእሽተይ ድንጉይ ኢልናያ ንሕና እውን ኣለና ግን ጉዳይና ስለ ዝኾነ ሸለል ኢልና ክንሓልፎ ይደለና ናባኹም ከነብሎ ቀሪበ ኣለኹ ማለት እዩ እስኪ እንታይ ትብል ኣላ እዛ ጓል ንስማዕ እሞ እቲ ዝግባኣ ግብረ መልሲ ክንህብ ኢና ክቡራት ተኸታተልትና በዓል ካሕሳይ በርሀ ገለመለታት ንሕና ኣጆኹም ወረቐትና ምስ ረኸብና ዓዲ ዓዲ እንዳኸድና ነዚ ደንበ ተቓውሞ ክንደርፈሉ ኢና ገለ ብሉና ነይሮም ኣብቲ መጀመርያ ክልተ ሽሕን ሸውዓተን እዝከር ንናይ ክልተ ሽሕን ሓሙሽተን ከባቢ መስለኒ ናይ ካሕሳይ በርሀ ሶልከ ክቡራት ተኸታተልትና ኣብ ዝሓለፈ ግዜ ብጣዕሚ ኣዛራራቢ ኮይኑ ዝነበረ ቀዳማይ ነገር ሪኢኩማ ኢኩም ፋስ እያ ትመስል ወላ ሓንቲ በዚ ገጽ ሲኢንካላስ ክትላጽያ በዚ ይሕሸካ ገጽ ንክትረክበላ ሳክት በቃ ጃስት ከተጸልሞ ስለ ዘለዋ ንካሕሳይ በርሀ ዘይሽሙ ክትቦ ስለ ዘለዋ ኣብ ናይ ደንበ ተቃውሞ ካኣ ተቃዋማይ ንክትባሃል በቃ ከተጸልም ኣለካ ከተክፍእ ክትክእል ኣለካ እሱ ስለ ዝኮነ እዩ ካኣ ካሕሳይ ኣካል ናይዚ ናይ ሎማዓንቲ ንዛረበሉ ዘለና ተታሓሒዞሞ ዘለዎ ኮይኑ ዘሎ ማለት እዩ እሺ ኣብ ዝሓለፈ ስዉእ ዝበሃል ኣየኽብርን'የ ኢላ ተዛሪባ ነበረት፣ ኣብ ናይ ብርጌድ ንሓመዱ ሓደ ተቓዋማይ ድማ ሓፍ ኢሉ ተሲኡ ሓሪቑ ዝኸደ ብኸመይ በለኒ ብኸመይ በለኒ ዝበለቶ ጓል እዚኣ'ያ። እዚኣ ስዉእ ዘየኽበረትሲ ንካሕሳይ በርሀሞ ብምንታይ'ያ'ሞ ከተኽብር ነታ ንናጽነት ንስለ ኤርትራ ዝወደቑ ናጽነት ከምጽኡ በጃ ዝተኸፈሉ ከም ሽምዓ ዝመኸኹ ንዕኦም ደየኽበረትሲ ብሂወት ዘሎ ካሕሳይ በርሀ እንታይ ኣሞ ከተናዕስየሉ ንቡዙሓት ንቡዙሓት ሰማእታትና ኤርትራ ከማን ኣየኽበረትን ንስውኣት ኣየኽብርን እየ ዝበለትሲ ንካሕሳይ በርሀ ኣምጺኣ ኣብዚ ክትልቕልቖ ኖርማል ነገር እዩ። ወረቀቱ ምስ ረኸበ ካሕሳይ በርሀ እንታይ እዩ ጌሩ ክደርፍ እዩ እንዳበለ ዝገርመካ ተቃወምቲ እዮም ወረቀቱ ሂቦምዎ ተቃወምቲ እዮም ጺሒፎምሉ ብዙሕ ሌተር ኦፍ ሳፖርት ገለ መለታት ምሳና ኣብ ውሽጢ ሃገር ኮይኑ ይሰርሕ ኔሩ ኣንደር ካቨር ኣክቲቪስት ኮይኑ ገልመልታት ተባሂሉ ተጻሒፍሉ ብከምዚ ወረቅቲ ዋሂቡ ካሕሳ ይበርሐ ሕጂ ንኣብነት ማለት እየ ሕጂ ልክዕ እቲኣ ወረቀቱ ምስ መጸትሉ ኩሉ እቲ ደንበ ተቃውሞ ዝስ ናባና ክመጽእ ኢሉ ተስፋ ዝገበረሉ እንታይ ገይሩ ካሕሳ ይበርሀ ማለት እዩ ግልብጥ ኢሉ ኣብቲ ግዜ እቲ ምስ ናይ ህግደፍ ሜድያ ኢንተርቪው ገይሩ ናና ኣነ ከዳዕኩን ኣነ ሓሚመ እየ መጽኤ ብፖለቲካ ኣይኮንኩን መጽኤ ናብዚ ዓዲ እንታይ ደኣ ክሕከም መጽኤ ኢሉ ነቲ ስርዓት ስጋዕ እዚኣ ሰዓት እዚኣ የገልግሎ ኣሎ ዕስራ ዓመቱ ኮይኑ ሕጂ ማለት እዩ። ሕጂ ከምዛ ክንሰምዓ ዝጸናሕና ኢና እቶም ናይ ደንበ ፍትሒ ዝበሃሉ ደንበ ፍትሒ እኮ የብላን ኤርትራ ክሳብዛ ሕጂ ካሕሳይ በረ ክላስ ክይኮነ ዋላ መዘና ክይኮነን ከምዚ ኢልክ መጺኽ ክትዛረብ እንከለኺ እንተ ገበረ ከኣ እንቋዕ ኣሰይ ገበረ ጽቡቕ በቃ ርኢኩም ከኣ በቃ እንተ ገይርዎ ከኣ እንቋዕ ኣሰይ ገበሩ ርኢኩም ስደስ ኣይቦኖም ዕንክል ኢል ክትብሉ ርኢኩም ጸሊእኩም ፈንፊንኩም ኣብ ናይ ደንበ ተቃውሞሲ እንትርፎ ከሃድምኹም ዝቕጽል ምሳኹም ኣሎ ክሳብዛ ሕጂ ካሕሳይ በርሀ ጅግና ስነ ጥበባዊ ምኻኑ ማንም ሰብ ዘይስሕቶ እዩ ንስኺ ጊን ምናልባት ኮሜዲ ተዋዳደሪ በዚ መጺኺዮ ዘለኺ ጽቡቅ ውን ትኸዲ ስለ ዘለኺ ምናልባሽ መባልዕቲ ክትኮውን ትኽእል እያ። ሕጂ እዚታት ሕምቀት ናይቲ ደምበ ተቃውሞ ዘይኮነ ን ዕስራ ዓመት ከኣ ልክዕ ማዕረ ማዕሪኡ ከኣ ኩሉ ኣክትብስ በብዘለዎ ዓዲ ከኣ ነቲ ዝግበኦ ናይ ኢሚግረሽን ወረቀት ከረክብ ጸኒሑ በዚ ምክንያት እዚ ከኣ ዝተፈላለዩ ሰባት ይፍተሹ ኣብ ኖርወይ ከምዚ ንሪኦ ዘለና ከም በዓል ሂልደ ሃምደ ዝበሃላ ኤርትራውያን ኣለዋ መኣዛ ነጋሽ ገለ ካብ ክልተ ሽሕን ዓሰርተ ሰለስተን ዓሰርተ ኣርባዕተን ኣትሒዘን ኣሽማት የረክባ ነይረን ብዙሕ ጻዕሪ ይገብራ ነይረን ይዝከረኒ ኣነ ማለት እዩ ከምኡ ኣብ ሽወደን ከኣ ኣነ ምስ ኢሰያስ ይሳቅ ሓዊ ዳዊት ይሳቅ ኮይና ልዕሊ ክልተ ሚእቲ
ከምዛ ክንሰምዓ ዝጸናሕና ኢና ክቡራት ተኸታተልትና ኣብ ሶሻል ሜድያ ብጣዕሚ ኣዘራራቢት ዝኾነት ዳርጋ ኩለን ሃገራውያን ሒዞማ ዝመጹ ቪድዮ ናባኹም ከብላ ጸኒሐ ነዚ ይመስል በቃ ከጸልሙ ስለ ዘለዎም ጥራይ እዮም ከጸልሙ እሳያት ዓቅሞም ወላ ሓንቲ ክገብሩ ይክእሉን እዮም ነዊሕ ዓመት ኮይኖም ተቃወምቲ ኢና ካብ ድብሉሲ ነዊሕ ዓመት ተቃዊሞም ግን ደምጽዎ ወላ ሓንቲ ነገር የለን ክሳብ ዝሓጂሲ ድመጸ ወላ ሓንቲ ነገር የለን ኣብኡ ጥራይ እዮም ረፒት ክገብሩ ኣብኡ ጥራይ እዮም ክደጋገሙ ስለዚ ጉዕዘና ቀጻሊ በዚኦም ወዲ ከምዚኦም እንዳሃል ኣይኮናን እሞ ናብ ዝቕጽል ቪድዮና ክንከይድ ከለና ድማ ኣብዚ ወዲ ጣባ 226 ለውጢ ዘለዋ ዓዲያ ርኡይ ዝኾነ ለውጢ እንጽበየሉ እዩ እብለና ኣሎ። እሺ እንታይ ክብል ደልዩ ወጣባ ብሓባር ኮይና ንስምዓዮ። እዚኣ ካብ ናይ ደንበ ተቓውሞ እንድየ ረኺበያ እዛ ቪድዮ። ከዳዕ ከ ለውጢ ይደሊ ድዩ እዮም ኢሎማ። ከዳዕ ከስ ለውጢ ይደሊ እዩ። ንሃገርካ ጽቡቕ ምምናይ እኮ ምኽዳዕ ማለት እኮ ኣይኮነን። ተስፋ እኮ ትደሊ ኢኻ። ኣብ ተስፋ ኢኻ ትነብር። በቃ ተስፋ ዩ ስንቅና እኮ ጉዕዞና ሲ ኣብ ተስፋ ዩ ንጽባሕ ሲ ብተስፋ እየ ዝኸዳ ንድሕሪ ጽባሕ ብተስፋ እየ ዝኸዳ ሓደ ስራሕ እጅምር እሞ ለውጢ ከምጽእ እንድሕር ተኾይነ ብተስፋ እየ ዝኸይድ ተስፋ ተዘይብለይ ዝቆርጽ እንድሕር ተኾይነ ወላ ሓንቲ ክገብር ኣይክእልኒ ስለዚ ክልተ ሽሕን ዕስራን ሽዱሽተን ተስፋና እያ ንኹሉ ኤርትራዊ ተስፍኡ እዩ ሰራዊት ክዕርፍ፣ ገዛውቲ ክስራሕ፣ ህንጸት፣ ኢኮኖሚ ክዓቢ፣ ህዝብና ኣብ ጽቡቕ መነባብሮ ክኾነልና ብጣዕሚ ኢና ንደሊ። ጽቡቕ ኣሎ ህዝብና ማለት ኣይኮነን። ጌጋታት ኣሎ፣ የስ ትኽክል፣ ግን ብሰንኪ መን ድመጸ እዩ? ብዙሕ ክትጠቅስ ትኽእል ኢኻ። ንሱ ንግደፎ። በዚ ኮይኑ በቲ ግን ክልተ ሽሕን ዕስራን ሽዱሽተን በዚ ዝብለና ዘሎ እንድሕር ተኾይኑ ወዲ ጣባ ዝኾነ ለውጢ ኣሎ እዩ ዝብለና ዘሎ። ወዲ ጣባ ከኣ ምስ ናይ ኣስመራ ዘለዉ ርክባት ስለ ዘለዎ ሓቂ ከይኮነ ኣይክተርፍን እዩ። ንፅበዮ እያ ከዓ ኢኻ ኢሳን ክልተ ሽሕን ኢሳን ሽዱሽተን መባልዕቲ እያ ስለዚ ኣብ ኤርትራና እዚ ዘመነ ዕስራን ሽዱሽተን ዋላ መንግስቲ ኤርትራ ማ ግልፂ እየ ዛረበኩም እዚ ክልተ ሽሕን ዕስራን ሽዱሽተን መንግስቲ ኤርትራ ለውጢ ዝገብረሉ እዋን ኩሉ ሊሚት ኣለዎ ነግረኩም ኣለኹ ማለት ብግዜስ እዚ ቅድሚ ሓሙሽተ ዓመት ከምኡ ኣይብልን እየ ቅድሚ ዓሰርተ ዓመት ከምኡ ኣይብልን እየ ሕጂ ግን ናይ ለውጢ እዋን እዩ ብተፈጥሮ ሕጂ ናይ ለውጢ እዋን እዩ እንታይ ይብል ኣለኹ ርዳእኩም ኣሎ ብናይ ተፈጥሮ ሕጊ ናይ ለውጢ እዋን እዩ ኣብ ኩሉ ሴክተራት ናይቲ ዓዲ ስራሕ ገዛ ጥራይ ኣይኮነን ኣብ ኩሉ ኤርትራዊ ለውጢ ክንርኢ ክንፋቐር ሰላም ክኾን ዓድና ኦ ሕጂስ ኢኖ
እዝነይ ድዩ ብሓቂ
ዳንኤል መንግስቲ ለውጢ ይግበር እብለካ ኣለኹ መዓልቲ መዓልቲ ከምኡ ክብል እየ ተተቐሪፅካ ከብድኻ ተቐረፅ ኣይግድሰንን እዩ መንግስቲ ለውጢ ክገብር ኣለዎ ጠፊእካ ኣይኮነን ዕፉን ብሽፍኑ
ከምዛ ክንሰምዓ ዝፀናሕና ኢና ክቡራት ተኸታተልትና ለውጢ የድሊ ኣሎ ለውጢ ድማ ኣሎ 226 ግዴታ ይብለና ኣሎ ጣባ ስለዚ ከም ኣፍካ ይግበሮ ብጣዕሚ ደስ ብለና ንሕና ብጣዕሚ ከማን ብጣዕሚ ደስ ብለና ህዝብና ተቀይሩ ዓድና ተቀይራ ክንርኢ 226 ምሻላ ንመን ኢልዎ ፈጣሪ መባልዕትና ከም ትኸውን ከዓ ደሓን እዩ ዘሎ እቲ ኩነታት ይሽትት እዩ ዘሎ እሺ ክቡራት ተኸታተልትና ሰልጠነ ዘይሰልጠነ ትፈልጥዎ ኢኹም ጥዑይ እኮ ክዛረብ ኣይክእልን እዩ እንትርፎ ሕሙም ዝኾነ ሓሳብ ሒዙ ክመፅእ ጥዑይ ክዛረብ ኣይክእልን እዩ ኣብ ዝሓለፈ ኣብ ኣዲስ ኣበባ ኣወዲዶምሉ ዝነበሩ ሲ ፓስፖርትኹም ቅደዱ ፓስፖርትና ቀዲድና ምኻድ ድበሃል የለን ኢሎም በዓል ክፍሎምቲ ማይክል ጃክሶን ደራፋዮም ገለመለ ነይሮም ኣብኡ ንምትላል ነቲ መንእሰይ እቲ መንእሰይ ሆ እብል ነይሩ ኩላ ግን ተመሊሰ ሕጂ ብምልኣ ከይዳ ጎለ ገለሲ ቱርከማን እገብሩ ኣለዉ በዓል ትውፉይ ከይዶም ተመሊሶም እዮም የለውን ኣብ ኣዲስ ኣበባ ፓስፖርታ እትቐድድ ሰብ የላን ኣይንቐድድን ከዓ ትብል ነራ ገሊኣ ኣቦት ኣብ ኮመንት እቶም ንሓሞዲና እዮም ዝብሉ ተቃለስቲና ዝብሉ ኣይንቐድድ ኢና ብሉ ነሮም ምክንያቱ ይርእዎ ኣለዉ ትካይዳ እቲ ጠጠው በለለይ ክብለፀልካ ምዃኑ ሓላፍነት ደልዮም ኸዱ ከም ምህላዎም

ሕጂ ረዮም ደይትወርድ ንስኻ ደኣ ደይትወርድ ደኣ ንስኻ ኢሎምኒ ጻውዒት ኣቕሪቡ ውረዱ ዝብል ንስኻ ደኣ ዘይትወርድ ኢሎሞ እወ ውረዱ ክትብል እንድሕር ተኮይንካ ኣብነት ክትከውን ኣለካ ሒዝካዮም ክትወርድ ኣለካ ንስኻ ኣብ ገዛኻ ተዓጺኻ ብኢንተርነት ጌርካ ንዓኻ ንክጥዕመካ እንጀራኻ መብልዒ ጅባኻ መህጠሪ ትገብሮም እንድሕር ተኮይንካ እንታይ ኢሎም ወርዱ ከመይ ገይሮም ክወርዱ ክእሉ ናይ ባሓቂ ሰይታ ጥራይ ወረ ወረኛ ኮይኑ ኣነ ኣብ ዝኾነ ውድብ ምንቅስቃሴ ኣለዎ ኣነ ረይዋ ነብሲ ሕጂ ውፅዮ ኣነስ ኣብ ዝኾነ ውድብ ምንቅስቃሴ የለኹን ኣብ ገዛይ ኮይነ ናትኩም መደባት እየ ደመሓላልፍ እዋ እቶም ኣብ ውድባት ዘለዉ እቶም ንኣሽቱ መንእሰያት ወረቐቶም ተመንጢሎም ዘለዉ ኣብ ዘይተደለየ እቲኹሞም ዘለኹም ከ ብውድቦም ተገዲዶም ክወርዱ ዕሽር ክኾኑ ክስውእልኩም ክሞትልኩም ዲኻ ደሊኻ ንስኻ ከ ኣብቲ ውድብ ተኣቱ ተዘይብልካ ተኣቱ ተወዲብካ ከዓ ትወርድ ናይ ሎሚ ቃልሲ በቃ ክንዲ ፈንጂ ሸር እዩ ኮይኑ ክንዲ ቃታ ምስሓብ ድማ ላይክ እዩ ኮይኑ ገብሮ በታ ሚድያ ክገብራ ዝኽእል ይገብራ ኣለኹ ድምፂ ህዝቢ ይኸውን ኣለኹ ኣነ ውልቀ ሰብ እየ ኣብ ዝኾነ ምንቅስቃስ ውድብ የለዎ ተወዲበ ክሰርሕ ሽግር ዘለኒ ይኮንኩን ብውሕዲ ግን ነቲ ዝተወደበ ሓይሊ ወይ ኣካል ግና ንሕና መልእኽቲ ንሕልፍ ዘለና ሕጂ ኣበለኽን ውድባት ኣበለኽን ምንቅስቃሳት ዘይተወረራ እንታይካ ንስኻ ቀዲምካ መሪሕኻ ናውረድ ንስኻ ኣነ መራሒ ውድብ ጻድቅ ኣነ ውድብ ድየ።
እዚ ይመስል እቲ ህሉው ኩነታት ዘሎ። እዚኦም እዮም ሰብኡት ክመስሉ ገዛ ተዓጽዮም ዕስራን ኣርባዕተን ሰዓታት መንእሰያይ ኣብ ምድርባሽ ኣብ ምድንጋር ዝርከቡ ዘለዉ። ንዕኡ ኢልና ከኣ ኣላፋቻ ኢልና ከኣ መጺና ኣብ ዘይክላስና ኣብ ዘይንፈልጦ ዳፋ ዳፋ ንኣቱ ኣለና ኣብዚኣ። ሕጂሲ ነብሶም ኣውጺኦም ውድብ ዝበሃል የብልናን ኣነ ማስሜድያ እየ ናትኩም ምንቅስቃሳት ትገብርዎ ዘለኹም ነገራት ከመሓላልፈልኩም እየ ጃሂ ንስኹም እተው ንቅድሚት ዝብል ጻውዒት ኣምጽኤሲ ንምንታይ ውረድ ትብሉኒ ከምኡ ኢልኩምኒ ኢልካስ ትዛረብ ብጣዕሚ እዩ ዝገርም ትወርድ እምበር እንታይ ደኣ ሓላፍነት ትደሊ ትስዋእ ትርገጽ ሓላፍነት ትደሊ ትወርድ መስዋእቲ ትኸፍል በጃ ትኸውን ክትኣቱ ዲኻ ዘይትኣቱ ዕድልካ የርእየካ ካብኡ ሽዑ እቶም ዝኣተዉ የመሓድርዋ ከምኡ እዮም ገይሮም ኣቦታትና ኣምፅኦማ ንሃገር ኣብ ደጎ ኮፍ ኢልካ ብኢንተርነት ዋ ማለት ከመይ ብጣዕሚ እዩ ዝገርም የስሕቂ እሺ ኣብዚ እውን ናይ ሰነፍ ዝኾነ ኣተሓሳስባ ሰሚዕና ኣለና ሓደራ ደቂ ኣከሎ ግዛይ ከምዚ ክንሰምዓ ዝፀናሕና ካብ ሓውኽን ጥራይ ውለዳ ደቂ ኣኮሎግዛይ ጥራይ ትብል እየ ሰሚዐ ከምዚ ዝኣክል ድንቁርና ን ክልተ ሽሕን ዕስራን ሽዱሽተን ንክንሳገርሲ ውሑድ ግዜ ተሪፉና ከሎ ከምዚ ክትሰምዕ ከለካ ከም ኤርትራዊ መጠን ብጣዕሚ ኢካ ትሓዝን ኣነ ደስ ዝበለትኒ ጓል ሃገረይ ኤርትራዊት ይምርዖ ይወልድ እምበር ንሳ ከኣ ከማይ ልክዕ ከምኡ ክትእሰር የብላን ደስ ዝበላ ተፍቅር ፍቅሪ እኮ መሪጽካ ኣይኮነን መይብ እኮ ኣብ ሰንሒት ክህሉ ይኽእል ወይ ኣብ ዞባ ማእከል ክህሉ ይኽእል ወይ ጋሽ ባርካ ክህሉ ይኽእል ፍቅሪ ሲ ሓሲብካ ተምጾ ኣይኮነን ብምልምማድ ድመጽዩ ፍቅሪሲ ሃንደበት ዘጥቅዐካ እዩ ፈቲካ ትኣትዎ ኣይኮነን ሃንደበት ንዓይ ፍቅሪ ምስ ጓል ሰንዓፈ ድያ ወይ ምስ ጓል ዓዲ ቀይሕ ድያ ወይ ጓል ከረን ክሕዘኒ ይኽእል ኖ ኣነ ዞባ ማእከል እሞ ካብ ዞባ ማእከል ክኸውን ኣለዎ ክብል ማለት ድዩ ከምኡ ኣይኮነን ርእስና ሲ ነስፋሓዮ ቁርብሲ እዚ ኢንተርነት ሰኣብ ምንታይ ንጥቀመሉ ንክንፈልጥ ኣለና ኣብ ምዕቡል ዓዲ እዩ ተሰዲድና ከለና ኢንተርነት ሒዝና ኣብ ፅቡቕ ነገር ክንዲ ንጉስጉሰሉ ኣብ ፅቡቕ ነገር ክንዲ እነውዕሎ ንፍትን እዚ ኢንተርነት ኣኣብ ንሕድና ምብልላዕ ነውዕሎ እንድሕር ተኮይና ዋላ ኣብቲ ኤርትራ ኢንተርነት ተዘይሃለወ ደስ ይብለካ እዩ ምክንያቱ እዚ ዘሎ ንሪኦ ዘለና ጀነረሽን እዚ ደገ ዘሎ በቃ ንንሕድሕዱ ምብላዕ ቪድዮ ምትሓሓዝ ጥርሕንጣ ምትሓሓዝ ብኡ ገይሮም ፖለቲካ ንምስራሕ ንምውድዳእ ጥራይ እዮም ዝጥቀምሉ ዘለዉ ኣብ ኤርትራና ከማን ከምኡ እንድሕር ተኮይኑ ዋላ እቲ ኢንተርነት እንተተገደፈ ከማን ይሓይሽ ኣየድልን እዩ ከማን ከምኡ እንድሕር ተኮይኑ ምክንያቱ እቲ ሕብረተሰብ ኣብ ኣስመራ ዘሎ ብጣዕሚ ጻዕዳ እዩ ብጣዕሚ ጻዕዳ እዩ ዘይተመረዘ ዘይተበረዘ ሕብረተሰብ እዩ ዘሎ ኣብ ኣስመራ ዘሎ ኣብ ደገ ዘለኹም ኣብዚ ደኣ እልፊ ደንቆሮን ደንቆሮን ድያ መሊኣ ዘላ ኣብዚ ጓል ጓል ጓል ካብ ወዲ ኣኮሎ ግዛይ ጥራይ ተመርዓዊ ካብ ወዲ ኣኮሎ ግዛይ ጥራይ ውለዲ እንታይ ዓይነት ዘረባ እዩ ንሕና በስመራስ ከምኡ ንፈልጦ ኢና ከምኡ እውን ኣይተማሃርናን ከምኡ ይዓበናን ነዊሕ ዓመት ጌርና ኣብኡ ተወሊድና ኣብኡ ዓቢና እንታይም ኣበይ ዓዶም ገለ ከማንስ ኣይንፋለጥን ኢና ትስምዕ ኣበይ ገዛውቶም እንቲልካ ከማንሲ ኣብ ስደት ወፂኣስ ኣበይ ገዛውታ ኢኻ ትበሃል ኣበይ ዓድኻ ገለስ ኣይትበሃል ዋላ ሕጂ ሰብ ኣብዚ ጥቃይ ገለ ኣለዉ ኣበይ ዓድኻ ተባሂልና ኣይንፈልጥና ገዛውትኻ ኣበይ እዩ ኤርትራዊ እንተኮይኑ እኹል እዩ ሓቲትና ከማን ኣይንፈልጥን እቶም ካልኦት ሓቱ ከዓ ኣፃሪ የብሉኻ ብጣዕሚ እዩ ዝገርም።
ካብ ሓውኽን ውለዳ ሓደራኽን ደቂ ኣኮሎግዛይ ካብ ሓውኽን ዝኾነት ጓል ኣንስተይቲ ጓል ኣኮሎግዛይ ካብ ሓዋ ጥራይ ትውለድ ንምንታይ ፅንተት እዩ ዝካየድ ዘሎ ብሰዓት እዚ ንፁር እዩ እዚ ፈቲኹም ፀሊእኩም ዋላ ሓንቲ ዘረባ ዘድልዩ ነገር ኣይኮነ ንፁር እዩ ዝካየድ ዘሎ እንታይ እዩ ትፅንተት ሰብን እዝግን ሪኢኹ ምስክሮ ዝኽእል ሓቂ እዩ ሰብን እንታይ ትፅንተት ምስኩር እዩ ኣይኮነን ልቦና ዘለዎ ዓይኒ ዘለዎ ኣመዛዚኑ ዝርኢ ኩሉ ዝገብር ንሓደ ዕዉርን ጸማምን ኣምጺኻ እዚ ኩነታት ብድህሰሳ ረእዮ እንተኢልካዮ ክምስክሮ ዝኽእል ነገር እዩ። ብዛዕባ እንታይ እያ ትዛረብ ዘላ ብዛዕባ እንታይ ምድህሳስ እንታይ ናይ ኣኮሎ ግዛይ እንታይ ዝጸነትዎ ነገር ኣሎ ድዩ እንታይ ያዩ ኣጋጢሙ ዘሎ ኣነ ክርደኒ ይካለን እስከ ነዚ ኣብርሁለይ መደብ ኩብራ እዚ ደስ ተኸታተልትና ኣይበለኩምን ኣይተመቸኦኩምን ስክሮል ጌርኩም ሕለፉ እዝንኹም ደስ ዋ ዘይብለኩም ቃላት ደይነቕፈኪ ብዚ ኣይተስምዑ ፈፈው ኣነ ከደይነብለኪ ብፍላይ ደስ ዝብሉኒ ቃላት ንዓይ ሰሚዐዮም ዘሐጉስኒ ቃላት እየ ዝሰምዐሉ ደስ ደይብለኒ እንተኮይኑ ብሎክ ክገብሮ ወይ ከኣ ስክሎር ገይረ ሓልፎ ወላ ሓንቲ ጸረ ዘረባ ነገር የብሉን ደስ ኣይበለኩምን ኣብዚ ኣነ ክጻገመልክን እየ ደቂ ኸልኣ ኣውራጃ ኣውራጃ ኣይ ዓዲ ሰብኣያ ፈትያ ጸሊኣ ጓል ኣንስተይቲ ንደቃ ክትብል እያ ትነብር ፈትየኸን ፈትየን ጸሊኤን ናብ ኣኮሎ ግዛ እየን ዝኾና እቶም ኣወዳት ግን እተን ኣዋልድ ግን ካብ ኣኮሎ ግዛ ኣይካይትወጻ ንጹር እዩ ካብ ሕጂ ንኔው ከይብሉና ዶ ከምዚ ክንከውን ኢና ዶ ከምዚ ዝበለበል ንዓይ ሰብ ኢሉ ኣይሉ ኣብ ባንከይ ቀያሕ ሳንቲም ሓንቲ ሳንቲም እንድያ ናይዚ ዓዲ ሓንቲ ሳንቲም ኣይምለለይን እዩ እዚ ካብ ፖለቲካ ወፃኢ ኣነ ብምንታይ ይሪኦ መሲልኪ ሉሊ ቶሪቶሪያል ይበሃል እዚ ናይ ሰብኣይ ባህሪ ቶሪቶሪያል እዚ እዚ ፃዕዲ ዋላ ናብ ፀለምቲ ትመርዐው ገለ ክብሉ ከለዉ ከምዚ ባእ ሬሲስት ገለ ኣይኮንካን ትብሎ ኢትስ ኮልድ ቶሪቶርያል ቶሪቶሪ ናትካ ክትንከፍ ኣይደልን ኢካ ደቂ ኣንስትዮ ከኣ ከምኡ እየን ደቂ ኣንስትዮ በቃ ናትና ቶሪቶሪ እየን እንዲ ዋላ ነቲ ወዲ እዩ ክስምዖ ዘለዎ ንኣብነት ኣብ ባር ክጨርም ከሎ ሓደ ሰብ ክቋጠባ ተመፂሲ ሓፈሻዊ ደቂ ዓዲ ቀይሕ ኣየቋጥቡን እዩ ሰኢሎም ኣይርእዩ ስለዚ ከምኡ እቶም ንሕና ስልጡናት ኢና ንሕናስ ኣብ ሰልጠነ ግዜ ኢና ንነብር ስለዚ እዚ ዓሌታውነት ሬሲዝም ገለ ዝበሃል ኣይኮነ እዚ ቶሪቶሪያል እዩ ከምዚ ዝበለ ናይ ክልተ ሽሕን ዒስራን ሓሙሽተን ናብ ዒስራን ሽዱሽተን ንሰግር ዘለና ድንቁርና ርእየ ኣይፈልጥን ከምዚ ከ ይበሃል ድዩ ጽንሕ ኢልካ ደኣ ገለ ክንሰምዕ ኢና እኳ ብጣዕሚ ገለ ክንሰምዕ ኢና ብዝኾነ ከምዚ ይመስል ዘሎ እቲ ህልው ኩነታት ክቡራት ተኸታተልትና ኣነ ብዘየገድስ ዓሌታ ኣውራጃኣ ገለ መሊኣ ኤርትራዊት እንድሕር ተኾይና ኢናፍ ተወዲኡ እ ንሕና እሱ ኢና ከዓ ንኣምን ስኢልካ እዚ ኣውራጃ ኣምፂኻ ኣብዚ ዘይንፈልጦ ስደት ክምህሩና ፍትኑ ኣለዉ እሺ እስኪ ኣብዚ ከዓ ካፒተን ብዛዕባ ብርጌድ ናይ ሓመዱ ገለ እብል ኣሎ እስኪ እንታይ እዩ ድብል ዘሎ ሰላም ሰላም ስምዓዮ ክቡራት ሓውኹም ካፒ ሎሚ ብዛዕባ ብሉ ሬቮሉሽን ብርጌድ ንሓመዱ ክዛረበ መፅኡ ዘለኹ እሺ እ፣ ሓደ ብሉ ሬቮሉሽን ብርጌድ ንሓመዱ ኣብ ቦትኡ ኣብ መስመር እዩ ዘሎ እ፣ ንሕና ተደሚርና ኣይንፈልጥን ንሕና ምስ ህዝቢ ትግራይ ተባኢስና ኣይንፈልጥን ዋላ ሓንቲ።
ሐጂ እዚ እዩ እቲ ዘሕርቀካ ኤርትራዊ ክንሱ ንሕና ተደሚርና ኣይንፈልጥን ምስ ህዝቢ ትግራይ ተራኪብና ተባኢስና ኣይንፈልጥን ኦኬ እዚ ተባኢስካ ተደሚርካ ማለት እዩ ኣብቲ ናይ ብርጌድ ንሓሙድ ኣኼባታት ሲ ባንዴራ ናይ ትግራይ ኣትያ ነይራ ተደሚርኩም ኢኹም ስለዚ ትባእስኹም እንታይ ዳ ምስቶም ኤርትራውያን ምስቶም ኣሕዋትኩም ይባእስኹም ሽግር ዘሎ ኣይኮነን ተባኢስኩም ኣይተባኢስኩም ድመጽእ ነገር ወላ ሓንቲ ክሳብ ደየለ ወላ ሓንቲ ውን ክትምሉእልና ስለ ደይትኽእሉ ብዙሕ እሱ ደሰክፍ ነገር ደሸግር ነገር የብሉን ግን በቃ ይሕረቀካ ከም ኤርትራዊ መጠን ኮንካ ሲ ዋይ ነገራት ኣብ ጣውላ ክፍታሕ ደይፍትን ብርድእ ክኸውን ደይክእል ኣብዚ ንሪኣ ዘለና ንሕድራ ከምዚ ክንዛረቡ ፀንሕና በውራጃ ተበላሊዓ በውራጃ ተጎጃጂላ ኣላ ሰብ እቲ ቃልሲ ንባዕሉ ተቃለስቲ ኢና ዝብሉኻ ክትሪኦም ከለኻ በብኣውራጅኦም ተፈላልዮም ገለ ኮዱ ክትሪኦም ከለኻ ብጣዕሚ እዩ ዝገርመካ ከምኡ ድበሃል ከሎ ድዩ ካብ መዓስ ዝመፀ ኣበይ ከላ እዛ ብርጌድ ንሓመዱ ዝብላ ዘሎስ ኣበይ ኣላ ብበዓል ኪሮስ ዘይኮነትን ብሽጣርኡ ገይርዋ ኣትዩ ዘሎ ሓላፍነት ተሰኪምዋ ዘሎ ክሳድ በቲኽና ኢና መንጢልና ዶ ይኮናን ድብል ነበረ ትማሊ ትማሊ ውፉይ ዲኹም ገለ ትብሎ ንጉስኩም ብጣዕሚ እዩ ዝገርም ብርጌና ሓመዱ ብሉ ሬቮሉሽን እዚ ኩቡር የላን ዜና የላን ወያና ፋሕ ዝጀመሮ በለት ኣርሲ ኣብ ቦትኡ ኣብ መስመር እዩ ዘሎ ሬቮሉሽን ብርጌና ሓመዱ ብውድብ ክትምራሕ ኣይትኽእልን ብውልቂ ሰብ ኣይትምራሕን እያ ናይ ህዝቢ ኤርትራ ቃልሲ እዩ እቲ ህዝቢ ጥራሕ ሓደ ቃልሲ ትብሎ ናይ ህዝቢ እንታይ ማለት ድዩ ቃልሲ እኮ ህዝቡ ሙሉእ እስኻ እንከለኻዮ ሲ ህዝቢ ከማን ክጎጃጀል እኮ ይግባእ ናይ ህዝቢ እንድሕር ተኾይኑ ሙሉእ ህዝቢ ምሳኻ እዩ ዝቃለስ ኣብ ጎንኻ እዩ ዘሎ ኣብ ደገ ዘሎ ይኹን ኣብ ስደት ዘሎ ይኹን ኣብ ኣፍሪቃ ዘሎ ይኹን ኣብ ውሽጢ ሃገር ዘሎ ይኹን ምሳኻ እዩ እዚ ግን ናይ ውሑዳት ሰባት ናይቶም ደንቆሮታት ሰባት ምሁራት ዘይ ዘይእኮብሉ ደንበ ተቃውሞ እዩ ዘሎ እዚ ደንበ ዕንክሊል ማለት እዩ ሕጂ ብኸመይ ኢኻ ናይ ህዝቢ ትብሎ ንትግራይ እንዳሓለየ ንኤርትራዊ ዋጋ እንዳክፈለ ድመፅእ ሲ ብምንታይ መለክዒ ኢኻ ናይ ኤርትራ ባሕባ ፋሕ ድበል ኣብዚ ዘረባ እዚ ኣዝዩ በቃ እንድዒ ናይ ባሓቂ ካፒተን ዲዩከ ካፒተን ዲዩ እንታይ ዓይነት ዘረባ ኢዩ ዝዛረብ ዘሎ። ናይ እዚ መርሓ ጅግና መናእሰይ መስዋእቲ ዝኸፈለሉ መፃወቲ ክኸውን ኣይኸእን እዩ መፃወቲ ከኣኒ ክኸውን ኣይነፍቅደሉን እዩ እቲኦም ተቓለስቲ እዝንና ከማን ኣብ ሕምና መጀመርታ ዝነበሩ ስጋብ ሕጂ ኮፍ ኢሎም ዝፅበዩ ዘለዉ ብሓንሳብ ተኣኻኺብና ነዚ ቓልሲ ኣብቲ መስመሩ ኣብቲ ዝነበሮ ክንመልሶ ክንኽእል ኣለና ካልእ ነገራት ዝኸይድ ዘሎ ኣይወክለናን እዩ፣ ጉዳይና ኣይኮነን፣ ከም ድላዩ ይኺድ። ብርጌድ ንሓምሉ ብሉ ሬቮሉሽን ግን ሽማ ሒዛ ሽማ ካይቀየረት ኣብ መስመር ኣላ ስጋብ ሕጂ ከዓ ትቃ ትቃለስ ኣላ እየ ክብል ደልዩ ክብራት ተኸታተልትና መስመራ ዝሰሓተት ቀደም ፋሕፋሕ ኢላ ዝበተነት ክንደይ መንእሰያት ንኣሽቱ ዋጋ ዘኽፈለት ኣላ ይብለና ኣሎ ነዛ ዘየላ ዝሞተት ትልኽ ትብል ዘላ ኣቢ ኢዱ ሂቡ ወዲኡ ክንሱ ምስ ኣቢ ኮይና ተጣቕዕ ደላ እታ ትማል ትማል ኣብ ኣዲስ ኣበባ ፓስፖርትኹም ቅደዱ ክንከይድ ኢና ትብል ዝነበረት ገዲፋቶም ድመጸት ዋጋ ንኸተኽፍል ነሕዋታ ካብ ኣዲስ ኣበባ ንኤሮጳ ኣድሰገረት ድያ ንዓ ዲኹም ኣላ ትብልዋ ደለኹም ኣየን እያ እንታይ ኣላ ብዘይካ እንታይ ኣሎ እዮም እቶም እዋእ እንዴ ሓደ ሓደ ጊዜ ብጣዕሚ እዩ ዝገርም እሺ ክቡራት ተኸታተልትና ኣብርሃም ሓንሳ ሃገራዊ ኸውን መትከል ደይብሉ ካብቶም መትከል ደይብሎም ሰባት ሓደ እዩ ብፍላይ ብፍላይ ማለት ከም ኤርትራውያን መጠን ንሕና ኣብ ናይ ደንበ ሃገራውያን ዘለና እዞም መትከል ደይብሎም ሰባት ኔው ኔጀው ዝብሉ ሓንሳ ከይዱ ካልኣይ ግዜ ሶሪ ኢሉ ዝተመልሰ ከይትኣምንዎ ብምንም ተኣምር ከይትኣምኖ ምክንያቱ እዚ ሰብ እዚ ሲ መትከል የብሉን ማለት እዩ ከም ሰብኣይ ሲ ሓደ መትከል ክህልወካ ኣለዎ በቃ ነቓጽ ትኸውን ነቓጽ ተወዲኣ በቃ ኣነ ሃገረይ እንታይ ደይ ዝፈትዋ ሽግራት እኮ ኣሎ ምቅዋም እኮ ጠፊእኒ ይኮነ ሽሕ ዝኾነ ሽግራት ክጠቅስ ይኽእል ግን ነቲ ሽግራት ከመይ ገይረ ክፈትሖ ይኽእል ተዘራሪበ ኢሂን ሚሂን ተባሂለ ዘሎ ጉድለታት ከኣ ኣብ ገዛይ እኮ መዓት ሽግር ክህልወኒ ይኽእል እዩ ንገዛይ ግን ኣብ ደገ ወፂ ሕሊፈ ክባ ይክእልኒ ሃገረይ ከኣ ልክዕ ከማ ማለት እያ ሃገረይ ገዛይ ክሳብ ዝኾነት ሽግራ ክኸድኖ ጥራይ ዘለ ወራር ኣጋጢሙ ኣብ ጎኒ ሰራዊተይ ኮይነ እምድር እምበር ምፀላእ ብምዃን ነቲ ዘሎ ስርዓት ንክእለየለይ በልዎም ቅተልዎም እንዳበልኩ ኣሕዋተይ ድፍክር ኣይኮንኩን ኣብዚ ማስሜድያ ስለዚ ካብዚኦም ሰባት ብጣዕሚ ክንጥንቀቅ ክንክእል ኣለና ጹሩይ ትግርኛ ጽቡቅ ናይ ምዝራብ ቅዲ ካብ ፕረዚደንት ኢሳያስ ኣፈወርቂ ክንመሃር ንክእል ኢና ብምባል ኢሉ እዩ ፖስት ኢሏል ከዝልቅ ይደል ይመስለኒ ኣብ ናይ ደንበ ሃገራውያን ነይሩ ተቃዋማይ ኮይኑ ኮይኑ መፂ መፂ ሕጂ ናብ ምእታው ገፁ ይመፅእ ኣሎ እዚኦም ከምዚኦም ዓይነት ሰባት መትከል ዘይብሎም ከዓ ብዙሕ ስለ ዘየገዱስና ንስማዓዮም ደሓን ክንጥንቀቐሎም ግን ኣገዳሲ እዩ። ምስጉነይ እየ መጺኣ።
ሰላም ክቡራት ኣሕዋት ሎምዓንቲ ንኣቶ ፕረዚደንት ኢሰያስ ኣፈወርቂ ክምስግኖ እየ መጽየ ብዙሓት ሰባት ንዓይ ይሓቱኒ እስኻ ኣብ ጀርመን ተወሊድካ ዓቢኻ ከመይ ጌርካ ማዕርዚ ጽሩይ ከምኡ ድማ ጽቡቅ ትግርኛ ትዛረብ ትዛረብ ካበይ ተማሂርካዮ ንግድን ካብ ስድራ ዝወሰድክዎ ነገራት ኣሎ ግን ኣነ ካብ ንእሽቶ ካለኩ ቀጻሊ ማለት እስካብ ሎማዓንቲ ኩሉ እቲ ኢንተርቪው ናይ ኣቶ ፕረዚደንት እሳያስ ኣፍወርቂ መመሊሸ እየ ዝሰምዖ መመሊሸ ሕጂ እቲ ናይ ፕረዚደንት ናቱ ትግርኛ ፕረዚደንት ስለ ዝኾነ ናይ ሙሉእ ሃገር ጹሪ ቁኑዕ ተባዕታይ ትግርኛ ስለ ዝኾነ ካብኡ እየ እቲ መብዛሕቲኡ ማለት ትምህርቲ ከምኡ ድማ እቲ ርዲኢት ከመይ ገረ ትግርኛ ክዛረብ ኣለኒ ከመይ ገረ ሃማን ኣብ ሚድያ ክቃሳዓስ ኣለኒ ናተይ ሚሚ ክብሉ ጀርመን ከመይ ክጥቀሞ ኣለኒ ኩሉ ካብ ኣቶ ፕረዚደንት እስያስ ኣፈወርቂ እየ ተማሂረ ስለዚ ንዓኹም እንታይ ዝብለኩም ናቱ ኢንተርቪው ናይ ቀደም ተኾይኑ ከማን መመሊሽኩም ናርኣኹሞ ብዙሕ ክትመሃሩ ትኽእሉ ብዙሕ ክትወስቡ ትኽእሉ ምስልምታይ ኣቶ ፕረዚደንት እስያስ ኣፈወርቂ ቀደም ዝበሎ ነገራት ሎማዓንቲ ሓቂ ኾይኑ ፀኒሑ ስለዚ ንሕና ንኣቶ ፕረዚደንት እስያስ ኣፈወርቂ ከድንቆ ኣለና ነቲ ብዙሕ ፅቡቅ ሓሳባት ንዓና ዝሃበና ብዛዕባ ኣቶ ፕረዚደንት እስያስ ኣፈወርቂ ሕማቅ ምዝራብ ክንቋርፆ ኣለና። ብዝኾነ ተመሊሰ ማለት እዩ ናብ ደንበ ሃገራዊ ክንመሻሽጦም ኢና ክንመሻሽጦም ኢና በቃ ምዝላቕ እያ ኮይና ዘላ ብምልኣ ከምዚ ክንሰምዖ ፀናሕካ ከምዚ ክብል ኣነ ሕጂ ተፀብኾም በት ናይ ቋንቋ ትግርኝኡ ገለ ዓይነት እዩ ገለ ክብል እየ ተፀበዮ ግን

ናይ ዋር ነበርት ኣው ሶሪ ኣዝየ ዝፈትዋ ስነ ጥበባዊት ረሲዐ እያ ዋይ እንተኾንኩም ኢኹም ንሓንቲ ጓል ፈቲኹማ ከለኹም ትኾርዑላ ኣብዚኣስ ሕቶ ኣላትና ኣነ ከም ሰብ ማለት እዩ እንታይ ድሕሪ ቀንዲ ኣሎ ኮናታ እዚኣ ዲያና እንዳ ሽማ እውይ ሪሃም ሪሃም ሪሃም ሪሃም ኣብ ናይ ሪሃም መደብ ዝነበረ እዩ ሕጂ ንእሽተይ ግብረ መልሲ ክበለን መፅኡ ኣሎ ዝሓውና ብዙሕ ተመክሮ ዘለዎ ብፍላይ ኣብ ከምዚ ናይ ፍቅሪ ናይ ጓል ወፅዩ ምስ ካልኦይቲ ኮይኑ ባዕሉ ኮይኑ ዝዛረብ ዝሰርሕ ርኢና ኢና እንታይ እዩ ክብል ደልዩ እስኪ ክንሰምዑ ኢና።
ኣወዳት ሲ እንታይ ኮንኩም ኢኩም ንሓንቲ ጋል ፈቲኩማ ከለኩም ትኮርዑላ እዚኣስ ኣብዚኣስ ሕቶ ኣላትና ኣነ ከም ሰብ ማለት ዩ ዋእ ጀምዔክስ ጀምዔክስ እምቦ ጀምዔክስ ኩሉ ወዮ እኳ ይኾነና እዋ ጊዝ ተልና ናይ ልብና ተነገርናክን ኣይ ኣብዚኣ ዘሎ ወዲ ከዓ ሲሉ ፍኾስኮስ ብልታይ ከም ወዳት ኩርዕ ዘይብል ገለገለት ኣለና ኩርዕ ተልናኻ ኣይ ኣብዚኣ ዘሎ ወድኻ ሲሉ በራዕራዕ በል ኣብ ዘይብሉ በጥራም ገለገለ ትብላና እንታይ ኢና ክንኮነ ኢልክ ንባ እንታይ ኢና ክንከውን እንታይ ኢና ክንከውን ኩሉ ወዮ ዝኾን ግን ሓራሙ ባዕ
ነቐፌቱ ኣቕሪቡ ክቡራት ተኸታተልትና ግን ኣምስና ገር ሪኦሙን ዘላ ቆልዓ ተሓባቢዮም ኣለው ንዓ ግን ፍቕራ ፍቕሩ ሶሪ ክገልጸላ እዩ ዝውዕል ዘሎ ስለዚ ተጋጨናኒ ተጋጨና ንክቡራት ተኸታተልትና ብዝኾነ ቀጻሊ እዩ መደብና ኣብዚኣ ቪድዮ ክንከይድ ከለና ድማ ቅድሚ ሕጂ ቶማስ ራስታ ኣብ ዝኾነ መደብ ኣብ ኢንተርቪው ምስ ሃኒ ኣብ ኣዲስ ኣበባ እንከለዉ ንፊልም ኢልካ ጨጉርኻ መቆረፅካያ ዶ ኢሎ ቆርፆ ክእል እየ ኢሎ ድሕሪ ቁሩብ ድማ ኣብዚ ሕጂ ዝነበረ ናይ መዘንግዒ ካሜራ ገይሮም ቴሌፎን ገይሮም ደዊሎምሉ ጨጉራኻ ክትቆርጽ ኢሎሞ እታ መልሲ ከመይ እያ ብሓባር ኮይንና ክንሪኣ ኢና ቅድሚኡ ዝነበረት ነጊረኩም እየ ተረዲኣትኒ ኣላ መቕረጽካ ፍራንክ ዝነበረ ማለት እዩ ናይ ግድን ኣብዚኣ ቅድም ዝነበረ ፊልም ቆርጾ እምበር ናይ ግድን እምበር ዓግበሉ ፊልምሲ ይቆርጾ እምበር ኢሉ ኣብ ኢንተርቪው ናቱ ማለት እዩ ኣብ ፕራንክ ድማ ናይ ብሓቂ ኢዩ ዝዛረቦ ዘሎ እዚ ወዲ እንታይ ይብል ኣሎ። ኣነ ካይደ ስራሕ ስለ ድኮነ ቁረጾ ኢልካዮ ውን ክቆርጾ ክእል ኢለዮ ኣነ ንስራሕሲ ድሕር ከም ደይብል ኣነ ፈልጦ ጽቡቅ ገይረ። ሳጋ ቁርጺ ከ ኢልካ በሎ።
ተረዲኣትኒ ኣላ ወረት ካይደ ኣየ ቆርጾ እምበር። ቶም ዓርከይ ቶም ዓርከይ። ኣነ ካይደ ስራሕ ስለ ድኮነ ቁረጾ ኢልካዮ ውን ክቆርጾ ክእል ኢለዮ ኣነ ንስራሕሲ ድሕር ከም ደይብል ኣነ ፈልጦ ጽቡቅ ገይረ። ሳጋ ቁርጺ ከ ኢልካ በሎ።
ኤ ምትዕጻፍያ እንታይ ዳ ነገራት ክቀያየሩ ክእሉ እዮም ኣብ ዝበልካዮ ጠጠው ምባል ምዝላቅያቶ ማዓር ከይደ ኢልካ ዝሊእካ ኣላ ርኢኻ ክትስእነን ዘን ተኸናኺንካ ዝዓበኻየን ጨጉርኻ እሺ ናብ ዝቅጽል ቪድዮና ክንከይድ ከለና ክቡራት ተኸታተልትና ኣብ ዝተፈላለዩ ሆቴላት እትው ኢልኩም መደቀሲ ገለ ክትሪኡ ከለኹምሲ ሸበጥ በበይኑ ይገብርዎ ደሓር ሕሰብ ኣቢለስ ኦይ እንዳሰረቑ ማለት እዮም ኣትኪኹሞ ሸበጥ በበይኑ ይገብርዎም ኢለ ኣብ ገሊኡ ከዓ ክቆርፁ ርኢናዮም ኣለና እዛ ሓውና ሕጂ ሚካ ሓውና ኣብ ሱዳን ከማን ኣጋጣሚ ንፋለጥ ኢና ጆክ የሪ በቃ ኬፍ ዘሎ ወዲ እዩ ሆቴል ኣለዎ መስለኒ ጌጋ ከልኣለይ ኣብ ጁባ ሸበጥ እናቆረፁ ሸበጥ እንዳሰረቁ ትኪኸሞ እቆርፆ ኣሎ እቲ ሸበጥ እሺ ንዑና ኢና ሚካ ሓወይ ከብለኩም እየ ኣታ ወዲ ቁንጅር እንታይ እያ ትገብር ኣላ ጫማ ቆርፅ ንምንታይ ሓበሻ ሒዘሞ እንዳኸዱ ሆቴል ደቂሶም ሒዘሞ እንዳኸዱ እንታይ ይሰርቁዎ ማለት ድዩ እንታይ ዳ በዓል ተመስገን ትፈልጦም እኒኣ ከመይ ወፈልጦ ከምዚኣ ጌርካ ተደይ ቆሪፅካ ኣለዎም ወዲ ሓቦይ እዚ እንዳመቐ ዝመስላ ከምዚ ዝበላ ደኣ መን ክሰርቀን በትን በትን ቆሪፆን በበይኑ ዋላ ተገበርካያ
እዞም ዓዲ ወስድዎ ዶ እሶም በልዕዎ እሶም ዝበልዕዎ ማይ ወስድዎን እዮም በልዕዎ ቁረፀ በል ቁረፀ ተጌርካያ ግን ወዲ ሓቦይ
ሓድሽ ጫማ ትቆርፅ ኣለኻ ሓድሽ ሓድሽ ከናይ ፌስታል ከምዚኣ ተጌርካ በዓል እዚ ኣጠምቶ በዓል እዚ ኣነ ሰረቐት እዮም ሰረቐት እዮም ኣኽለካው ሰራቂ ሸበጥ ሰራቂ ሸበጥ ዳቅዳሓሎ ኣታ ወዲ ቁንጅር እንታይ ኣትገብ
ኣብ ብዙሕ ግዜ ኣብ ሆቴላት ከምኡ የጋጥም ብፍላይ ኣብዚ ናይ ኣፍሪቃ ፋሕ ዝበለ ሸበጥ ክልቲኡ ናይ ፀጋም ክልቲኡ ናይ ፀጋም ሰም ኢልካ ትወፅእ ማለት እዩ እዋ ለውጥ ናይ ሳዋ ዝሓዘካ ክንመስል ኣብኡ እሺ ናብዚኣ እስከ ክንከይዲ ናብዚኣ ሓንቲ ንእሽተይ ነቐፌታ ኣላትና ክብራ ተኸታተልትና ኣብ ዝሓለፈ እታ ቪድዮ ኮ ንእሽተይ ሕልፍ ኢላ ክትከውን ትኽእል እያ ንስነ ጥበባዊት ሩፍታሌም ሓፍትና ሓደ ንስነጥበባዊት ሩፍታሊማ ሓፍትና ተሰቂላታ ሞኒካ ማለት እዩ ሞኒካ ሓደ ሓደ ግዜ እንታይ ትብል ኣላ እንታይ እያ ትዛረብ ይርዳኣ ድዩ ምስ ገለ ስነጥበባውያን ትራኸብ ምዃና ኣነ እፈልጥ እየ ጽቡቅ ጌረ ምክንያቱ ውን ሓደ መዓልቲ ማኑ ሒዘያ ነይረ እናተራኸበት ከላ እሱ ብዘየገድስ ሽም ሕጂ ንሩፍታሌም ኣብ ጥቃኣ ዝነበሩ ሰባት ወይ ዝፈልጥዋ ሰባት ነጊሮማ ክትስቀላ ስለ ዘላታ ተሰቂላ ተሰቂላታ ብሓሽሽን ገለመለን ጉይድን ገለን እሺ ትኹን ዋላ ትኹን ናይ ሓሽሽን ገለመለን እዛ ሰብ እዚኣ ኣብ ምንታይ ሲትዌሽን ነይራ ኣብ ምንታይ ሲትዌሽን ኣላ እሳ ባዕላ እያ ትፈልጣ ኣብ ዝኾነ መደብ ኣብ ዝሓለፈ ዝነበረ ኣብ ዘካየደቶ ተዛሪባ ነይራ እያ ኣምላኽ መስገን ሕጅስ ደሓን ኣለኹ ካብቲ ዝነበርኩዎ ገለ ኣዝያ ሕማቕ እያ ነይራ በቃ ኣዝያ ሕማቕ እያ ካብ ኣስመራሲ ክትሕከም ኢላ እያ መፀ ንሓደ ዝሕከም ድመፀ ዋላ ጎፋውን ዶ ኣዋፅሎይ ኣይበል ጥዑይ ዘሎ ማለት ኣይኮነን እኮ ዋላ እንተዘይ ተዛሪበ ሓሚመ ኣለኹ እንተዘይ በለ እኮ ጥዑይ ኣሎ ማለት እኮ ኣይኮነን ስለዚ ሕክምና ክትገብር እያ መጽያ እዛ ሰብ እዚኣ ክሳብ ሕጂ ጥዕናኣ ኣብ ምሕላው ሕክምናኣ ምክትታል እያ ትርከብ ዘላ እንታይ ስለ ዝገበረት ሰብ እያ ኣብዚ መጽያ ህዝቢ ኣኪባ ተዋርዳ ዘላ። ብሽጋራ ዝተንብኸ

ኣብ ኣስመራ ኣብ ክዋዲብ ከለ እንድዒ ተጠሪፉ ከሉ እቲ ህዝቢ ከም ናይ ሚለን ሃይሉ ክትገብር ዓጠቕ ምልስ ሕዘማ ንስክላ ወጽያ ተሒዞም ሓቂ ዶ ተሕጂ።
ከምዛ ክንሰምዓ ዝጸናሕና ኢና ኩቡራት ተኸታተልትና ሞኒካ ተጋጊኺ ኣለኺ ማማ መርሃዊት ማለት እዩ እህ ጥዑይ ጌሮም እቶም ዝነገሩኽስ ኣይነገሩኽን እዛ ሰብ እዚኣ ንሕክምና ኢላያ መጺኣ ጨጉራ ከምኡ ይነበረን ጨጉራ ቆሪጻቶ ነብሳ ከምኡ ይነበረን ነብሳ ተወዲኡ ኣሎ ሕክምናኣ ትገብር ኣላ ነዛ ሓፍትና እዚኣ መጺኻ ህዝባ ኣኪብካ ኣብ ቲክቶክ ምጭፍጫፋ ምህራማ ደይኮነሲ ሞራል ምሃባ ኣጆኺ ንፍዕቲ ካብዚ ንላዕሊ ኢና ንጽበ ንሕና ከምኡ ኢና እ ኣምጺኻ ግን ኣብዚ መጺኻ ክትጭፍጭፎ ክትቅጥቅጦሲ ጌጋ ሓበሬታ ሒዝኪ መይቢ እቶም ዝጸልዋ ሰባት ነጊሮም ከለዉ ናታ ኣመስጊና ግን ኣምላኽ መስገን ሕጅስ ደሓን ኣለኹ ዝነበርኩዎ ስትዌሽን ኢላስ ተዛሪባ ኣላ ኣብቲ ኢንተርቪው ሪኢኺ እንተትዛረቢ ከማን ምሓሸኪ ኔሩ ከመይ ኢላ ኣምላኽ ይመስገን ኢላ ገለ ኢልክስ ካብኡ ተበጊስኪ ገለ ከማንሲ ዝኾነ ጽቡቕ ነገር ክትዛረቢ ኔርኪ ግን ጽቡቕ ውን ብዙሕ ስለ ዘይወጸኪ ካባኹም ውን ንጽበዮ ኣይኮናን ስለዚ ክቡራት ተኸታተልትና እዚ ብኣኣ ዝበሃል ዝነበረ እዚ ኩሉ ገለመለ በበይኑ እዩ በበይኑ እዩ ምክንያቱ ፅቡቅ ጌርና ንፋለጥ ኢና ተም ስነ ጥበባውያን ኣብ ሓንቲ ስለ ዘለና እንታይ ይኸውን ኣሎ ሰብ ገለ እውን ስለትዘራረብ ስለ ኢን ሚን ትበሃል እዚ ክትሕልፉ ፅንሕት በቃ ኤክስ ዓብ ኤክስ ዓብ ኤክስ ሓሶት በቃ ስለዚ ናይ ሎማዓንቲ ዝነበረ መደብና ነዚ ይመስል ኣብ ናይ ፅባሕ ዝተፈለየ መደብ ዝተፈለየ ትሕዝቶ ክሳብ ንራኸብ ሰሰናዩ ብሩክ መዓልቲ እንዳበልኩ ባይ